ኩላትኩም ብመንገዲ ሶሻል ሚድያ ትከታተሉና ዘለኹም ከመይ ኣለኹም ሰላም እብለኩም ኣለኹ ኩላትኩም ዓበይቲ ናእሽቱ ናይ ቸርችና ኣባላት ከምኡ ውን ካልኦት ኣሕዋት ሰላም ንዓኹም ይኹን ከመይ ቀኒኹም ከመይ ኣለኹም እግዚኣብሔር ኣብዚሑ ይባርኩም ሎም መዓልቲ ድማ ከምቲ ጀሚርናዮ ዘለና ናይዚ ዓመት እዚ ክፍሊ ትምህርትና ክንጅምር ኢና ቀዲምና ግን ሓንቲ ጥቕሲ ምስቲ ኣምልኾ ዝጸናሕና ትኸደልና ሓንቲ ሓሳብ ክነንብብ ኢና እሞ ካብ መዝሙር ሚእትን ኣርብዓን ሸውዓተን ካብ ሓደ ክሳብ ሓሙሽተ ዘሎ እዞም ኣሕዋተይ ከውጹልና እዮም ካብኡ ድማ ንሳ ብምንባብ ናብቲ ናይ ሎም መዓልቲ ናይ ቃል ኣምላኽ ግዜና ክንሓልፍ ኢና።

ካብ ሓደ ክሳብ ሓሙሽተ ካብ ላዕሊ ክንሪኣ ኢና እሞ። እግዚኣብሔር ይመስገን ከምዚ ትሪእዋ ዘለኹም ሃሌሉያ ንኣምላኽና ብመዝሙር ምውዳስ ሰናይ እዩ ጥዑም እዩ እሞ ምስጋና ይግባእ ክሳብ ሓሙሽተ ክነንብባ ኢና ሲነ እግዚኣብሔር ንየሩሳሌም ይሃንጽ ንሱዳት እስራኤል ይእክብ ኣሎኦም ንልቦም እተሰብሩ ይፍውስ ነቁሳሎም ይዝንን ቁጽሪ ኳክብቲ ይቆጽር ንኩላቶም በብስሞም ይሰምዮም ጎይታና ዓቢ እዩ ሓይሉ ብርቱዕ እዩ ምስትውዓሉ ወሰን የብሉን። እዚኣ ኣርባዕተን ሓሙሽተን እየ ሎሚ ንሓደ ሰብ እውን ትኹን መልእኽቲ እንተኾነት ሕጂ ናብ ትምህርቲ ስለ ንኸይድ እዛ ቃል እዚኣ ከንብበልኩም ደጊመ። ቁጽሪ ኸዋኽብቲ ይቆጽር ንኹላቶም በብስሞም ይሰምዮም ሰለዚ ጎይታና ዓብዪ እዩ ሓይሉ ብርቱዕ እዩ ምስትውዓሉ ወሰን የብሉን መን ጎይታና ስለዚ ሎም መዓልቲ ምናልባት ኣብ ዝተፈላለየ ኩነታት ጥዕና ኮይንኩም ሕማምኩም ዓብይ ኮይኑ ተሰማዓኩም ኩነታትኩም ዓብይ ኮይኑ ተሰማዓኩም ሰባት እዛ ቃል እዚኣ ናዓኹም እያ ጎይታና ዓብይ እዩ ሓይሉ ብርቱዕ እዩ ምስትውዓሉ ወሰን የብሉን። ምናልባት ሕልኽልኽ ዝበለ ነገር፣ ንዓኻትኩም ምስትውዓል ዝኸበደኩም ነገር፣ ሓያል እትብልዎ ብርቱዕ ዝበሃል ነገር እንድሕር ኣሎ ኮይኑ፣ ንጎይታና ምንም ኣይኮነን ማለት እዩ። ስለዚ ካብቲ ዕብየት ሕማምና ንላዕሊ፣ ካብቲ ሕልኽልኽ ዝበለ ኩነታትና ንላዕሊ፣ ነቲ ምስትውዓሉ ዘይምርመር ኣምላኽ ክንህቦ፣ ነቲ ዓብይ ዝኾነ ኣምላኽ ክንሪኦ እግዚኣብሔር ይደግፍ። ስለዚ እግዚኣብሔር ይመስገን ክንጽሊ እሞ ናብዚ ናይ ሎሚ መዓልቲ ቃል ከኣ ክንሓልፍ ኢና። ቅዱስን ክቡርን ዝኾንካ እግዚኣብሔር ኣምላኽና ብጎይታና ብመድሓኒና ብስም የሱስ ነመስግነካ ኣለና እግዚኣብሔር ኣምላኸ ነዛ ዕድል እዚኣ ኸኣ ስለ ዝሃብካና ጎይታ ተመስገን እግዚኣብሔር ኣምላኸ ንህዝብኻ ንደቅኻ እግዚኣብሔር ኣምላኸ ኣብ ከምዚ ዝበለ ግዜ ብድሓን ብሰላምን ትሕልዎ ስለ ዘለኻ ካብ ኩሉ ክፉእ ስለ ዝሓለኻዮ የመስግነካ ኣለኹ እግዚኣብሔር ኣምላኸ ሕጂ ድማ ናይ ቃልካ መኣዲ ክትባርኸልና ቃልካ ክትገልጸልና ሓሳብካ ኩሉ እግዚኣብሔር ብዘይ ምኽልካል ብኣይ እግዚኣብሔር ኣምላኸይ ብወድኻ ከተሕልፍ ይጽሊ ኣለኹ ስለ ኩሉ ነገር ተመስገን ስለ ዝሰማዕኻና እውን ነመስግነካ ኣለና ክብሪ ኩሉ ከኣ ንዓኻ ይኹን ብስም ወድኻ ብስም የሱስ ኣሜን እግዚኣብሔር ይመስገን ስለዚ እዘም ኣሕዋትና እተን ጥቕስታት ዝሃብኩም ከውፁልና እዮም ናይ መጀመርታ ናይ ሎም ዓመት ጥቕስና እንታይ እዩ ኣብ ካልኣይ ጢሞቴዎስ ምዕራፍ ሰለስተ ካብ ዓሰርተ ኣርባዕተ ክሳብ ዓሰርተ ሸውዓተ ዘሎ ሓሳብ ብምውጻእ ናይ ሎሚ ዓመት ሓሳብና ወይ ውን ኣብ ሂወትና ክንሪኦ ደሊና ዘለና ብቸርችና ዝተውሃበና ነገር ንኡ ኢና እናልገብና ክንሃንጽ ማለት እዩ። ብፍላይ ካብ ዓሰርተ ኣርባዕተ እንድሕር ጀሚርና ኦኬ ኣብ ቅድሚት ከኣ ኣለኒ እሺ እቲ ናይ ኣምላኽ ሰብ ንሰናይ ግብሪ ዘበለ ፈጺሙ ተዳልዩ ፍጹም ምእንቲ ክኸውንሲ መንፈስ ኣምላኽ ዝነፈሶ እሺ ንስኻ ግና ካብ እንመን ከም እተምሃርካ ፈለጥ፣ ነተን ካብ ቁልዕነትካ ጀሚርካ ብእምነት ብክርስቶስ የሱስ ንምድሓን ከለብማኻ ዝኽእላ ቅዱሳት ጽሑፋት ፈሊጥካ በቲ እተምሃርካዮን እተረዳእካዮን ጽናዕ። fifteen ክትህሉ እያ ኣብቲ ማእከል ዓሰርተ ኣርባዕተ ጥራይ ኢና ኣንቢብና ok። እቲ ናይ ኣምላኽ ሰብ ንሰናይ ግብሪ ዘበለ ፈጺሙ ተዳልዩ ፍጹም ምእንቲ ኪኸውንሲ፣ መንፈስ ኣምላኽ ዝነፈሶ ዘበለ ጽሑፍ ንትምህርቲ፣ ንተግሳጽ፣ ንምቕናዕ፣ ንጽድቂ ዚኸውን ምእዳብ ይጠቅም እዩ። ሕጂ ከምቲ ተደጋጋሚ ኦረዲ እዚ ብኩላቶም ኣሕዋትና በቶም ቂድመይ ዘገልገሉ ብቃል ኣምላኽ ስለ ዝረኣናዮ ተረዲኡና ኣሎ ናበይ ንኸይድ ከም ዘለና እንታይ ክንገብር ደሊና ከም ዘለና ግን ከምኡውን ኣብ ግብረ ሃዋርያት ዕስራ ዕስራ ከምኡ ውን ዕስራን ሽዱሽተን ዕስራን ሸውዓተን ብምርኣይ ሓደ ሓሳብ ብምንባብ እቲ ትምህርቲ ክንቅጽል ኢና። ጽቡቕ ኩሉ ምኽሪ ኣምላኽ ነገርኩም እምበር ዘትረፍኩልኩም የብለይን እሞ ካብ ደም ኩላትኩም ንጹህ ምዃነይ ሎሚ መዓልቲ እምስክረልኩም ኣለኹ። እዚ ሃውርያ ጳውሎስ ኣብ ኤፌሶን ኮይኑ ዝተዛረቦ ሓሳብ እዩ። እንታይ እዩ ዝብሎም ዘሎ? ኣነ ምሳኻትኩም ከለኹ እተን ምሳኹም ኮይነ ዘሕለፍክወን ግዜ ንኹሉ ምኽሪ ኣምላኽ ነጊረኩም እየ ኢልዎም ማለት እዩ። ሕጂ ናትና ናይ ቸርችና ናይዚ ዓመት እዚ ኣዋጅ ወይ እውን ኣብ ህዝብና ይኹን ኣብ ህይወትና ክንሪኦ ደሊና ዘለና ነገር ከኣ እንታይ እዩ? ብምሉእ ምኽሪ ኣምላኽ ወይ ምሉእ ምኽሪ ኣምላኽ ብምንጋር ምሉእ ሰብ ጌርካ ምቛም ዝብል ሓሳብ እዩ ማለት እዩ። ስለዚ ኣብ ዝተፈላለየ ክፍሊ መጽሓፍ ቅዱስ ኬንና ብዙሕ ክነንብብ ንኽእል ኢና። ክነንብብ እውን ኢና ገለ ሓሳባት ትምህርቲ እውን ስለ ዝኾነ ኩሉ ብመጽሓፍ ቅዱስ መሰረት ከም ዝኾነ መታን ክንርኢ ግን እቲ ምሉእ ዝብል ሓሳብ ኣብ ብዙሕ ቦታ ኢና ንረኽቦ ማለት እዩ እግዚኣብሔር ንኣና ኣብ መወዳእታ ዝደልየና ምሉኣት ዕዙዛት ፍጹማት ንምስሊ ወዱ ዝመስሉ ክንከውን እዩ ዝደልየና ማለት እዩ። እዚ ብመጽሓፍ ቅዱስ ክነረጋግጾ እንተድለየ ገለ ገለ ጥቕስታት ክንርኢ ንኽእል ኢና። እስኪ ምናልባት ሲነ ካብ ካልኣይ ቆሮንጦስ ምዕራፍ ዓሰርተ ሰለስተ ዓሰርተ ሓደ ሓደ ሓሳብ ክንርኢ ኢና። ብዝተረፈስ ኣሕዋተየ ተሓጎሱ። ክወስድ ደልየ ኣለኹ ምስታ ሓሳብና ስለ ትኸይድ እንታይ ትብል ኣላ ምሉኣት ኩኑ ካልእ ውን ካልእ ሓንቲ ቆሎሴ ሓደ ዕስራን ሸሞንተን ዕስራን ትሽዓተን ኣብዚ ድማ ሃዋርያ ጳውሎስ ከምዚ ይብል፣ ንሕና ድማ ንዅሉ ሰብ ብክርስቶስ ምሉእ ጌርና ክነቝሞ፣ ብጥበብ ዘበለ ንዅሉ ሰብ እናመሓርና፣ ንዅሉ ሰብ እውን እናመሃርና ንነግር ኣለና። ዕስራን ትሽዓተን። ነዚ ድማ ብመጠን እቲ ኣባይ ብሓይሊ ዝገብር ዘሎ ኩሉ ግብር እናተገደልኩ እጽዕር ኣሎኹ ኢሉ ማለት እዩ። ሕጂ ናይ ጳውሎስ ጻዕሪ ከኣ እንታይ ከም ዝኾነ ርኢና ኣለና። ብክርስቶስ ምሉእ ሰብ ጌርካ ምቛም ማለት እዩ። ሓንቲ ናይ መወዳእታ ክንገብር እሞ ናብቲ ሓሳብ ክንኣቱ ኢና። እሳ ከኣ ኣበይ እያ ዘላ ኣብኡ ኣብቲ ምዕራፍ ኣርባዕተ ቁጽሪ ዓሰርተ ክልተ እያ ዘላ ማለት እዩ። ቆሎሴ ኣርባዕተ ዓሰርተ ክልተ። ኣብዚ ድማ ሓደ ካብቲ ዓዲ ዝኾነ ሓዎም ኣገልጋሊኦም ብዛዕባ ሰብ ቆለሴ ዝብሎ ዘሎ ወይ ዝጽልዮ ጸሎት ዘሎ ክንርኢ ኢና። እቲ ሓደ ካባኻትኩም ባርያ ክርስቶስ የሱስ ምሉኣትን ብኹሉ ፍቓድ ኣምላኽ ርዱኣትን ኮይንኩም ደው ክትብሉ ኩሉ ሳዕ ብጸሎት ዝጋዳለልኩም ዘሎ ኤጳፍራስ ሰላም ይብለኩም ኣሎ ኢሉ ማለት እዩ። ኣብዚኣ እውን እታ ደልያ ዘለኹ ሓሳብ ተረዲእኩም ኣሎ፣ ምሉኣትን ብኹሉ ፍቓድ ኣምላኽ ርዱኣትን ኮይንኩም ደው ክትብሉ ትብል ሓሳብ ኣላ። ስለዚ እዚ ኩሉ ጥቕሲ ዘንበብናዮ ንምንታይ ኢና? እግዚኣብሄር ንደቁ እንታይ ክኾኑ ከም ዝደልዮም ኢና ክንርኢ ደሊና፣ ምሉኣት፣ ብኹሉ ዕዙዛት፣ ንምስሊ ወዱ ዝመስሉ ፍጹማት ክኾኑ እዩ ዝደሊ ኣብ መወዳእታ ማለት እዩ ስለዚ እዚ እንድሕር ኮይኑ ከመይ ጌርና ናብዚ ምልኣት እዚ ንኣቱ ኢና ክንርኢ ሎም መዓልቲ ማለት እዩ ስለዚ ጎይታ መጀመርያ ከድሕነና እንከሎ ዓላማ ኣለዎ ኩሉ ግዜ ማለት እዩ። ብርግጽ ከድሕነና እንከሎ ንሱ እንታይ ስለ ዝኾነ እዩ፣ ፍቕሪ ዝኾነ ኣምላኽ ስለ ዝኾነ፣ ደቁ ከኣ ስለ ዝኾንና፣ ጠፊእናዮ ስለ ዝነበርና ናብኡ ክመልሰና እዩ፣ እቲ ናይ መጀመርያ ማለት እዩ። ነዚ ሓሳብ እዚ ምናልባት ዝገልጸና ኣበይ ኣሎ መሲልኩም፣ ኣብ ማሪቆስ ዓሰርተ ሰለስተ ዓሰርተ ኣርባዕተ ማሪቆስ ሰለስተ ዓሰርተ ኣርባዕተ ይቕረታ ማሪቆስ ሰለስተ ዓሰርተ ኣርባዕተ ሓደ ሓሳብ ክንርኢ እሞ ጐይታ ነቶም ዓሰርተ ክልተ ንምንታይ ኢሉ ኸም ዝጸውዖም ብእኡ ክንርኢ ንኽእል ኢና። ማርቆስ ሰለስተ ዓሰርተ ኣርባዕተ ሶሪ እዚኣ እታ ደይሰደድልኩም እያ ሲነ ኦኬ ሰለስተ ዓሰርተ ኣርባዕተ፣ ማሪቆስ ሰለስተ ዓሰርተ ኣርባዕተ እያ፣ ዓሰርተ ዘይኮነትን ስነ ካብዚ ውን ከንብብ ይኽእል እየ ምናልባት ንቅዱሳን ግን ኣብቲ ስክሪን ክወጸሎ ንኽእል እዩ የስ በቃ ምስኡ ምእንቲ ኮኑን ክሰብኩ ምእንቲ ክልእኾምን ዓሰርተ ክልተ ገበሮም ኣብዚኣ እንታይ ደልዩ ዓሰርተ ክልተ ከም ዝገበሮም ወይ ንምንታይ ከም ዝጸውዖም ናብኡ እንታይ ይብል ኣሎ ምስኡ ምእንቲ ኮኑን ክሰብኩ ምእንቲ ክልእኮምን ዓሰርተ ክልተ ገበሮም ማለት እዩ ሕጂ ኣብዚኣ ክልተ ዓላማ ኣለዋ። ኣብ ሮሜ ሸሞንተ ዕስራን ሸሞንተን ዕስራን ትሽዓተን ከኣ እንድሕር ኣውጺእና ከኣ እቲ ጀነራል ዝኾነ ናይ እግዚኣብሔር ሓሳብ ወይ እውን እቲ ዘለዓለማዊ ዝኾነ ናይ እግዚኣብሔር ሓሳብ ንደቁ ንምንታይ ከም ዝመደቦም ንምንታይ ከም ዝሓረዮም ንምንታይ ክንድዚ ዋጋ ከም ዝኸፈለሎም ከኣ ኣብ ሮሜ ሸሞንተ ዕስራን ሸሞንተን ዕስራን ትሽዓተን ክንርኢ ኢና ማለት እዩ። ሮሜ ሸሞንተ ዕስራን ሸሞንተን ዕስራን ትሽዓተን ሓራይ ካብዚ ክነንብብ ንኽእል ኢና ከምዚ ዝብል ኩላትና ንፈልጦ ጥቕሲ እዩ ነቶም ንኣምላኽ ዘፍቅሩ ከም ምኽሩ ውን እተጸውዑ ግና ኩሉ ንሰናዮም ከም ዝድግፎም ንፈልጥ ኢና ምስ በለ ነቶም ቀደም ዝፈለጦም ንሱ ንብዙሓት ኣሕዋትሲ በኹሮም ምእንቲ ክኸውን ንምስሊ ወዱ ክመስሉ ቀደም መደቦም። እጂ ንምንታይ እዩ መዲብዎም ንምስሊ ወዱ ክመስሉ ቀደም መደቦም። ሽዑ ትሕት ኢልና ክንቅጽላ እታ ሰላሳ ዘላ ናብዚ ምስሊ እዚ ክበጽሑ መታን እግዚኣብሄር ታይ ከም ዝገበረ ክንርኢ ኣብታ ሰላሳ ዘላ ክንቅጽላ ንክእል ኢና ወይ ቀጺልና ኩላትና ሰላሳ እንድሕር ኴንና ከምዚኣ ትብል ነቶም ቀደም ዝመደቦም ንኣቶም ከኣ ጸውዖም ነቶም ዝጸውዖም ንኣቶም ድማ ኣጽደቖም ነቶም ዘጽደቖም ንኣቶም እውን ኣኽበሮም እናበለ ይቕጽል ማለት እዩ ገሊኡ ኦረዲ ኣብ ህይወትና ዝኾነ ነገር እዩ ገሊኡ ከኣ ኣብ መወዳእታ ክኸውን እቲ ናይ ስጋና ክብሪ ማለት እቲ ናይ መወዳእታ ማለት እዩ ግን ብእግዚኣብሔር ግን እንታይ ኮይኑ እዩ ውዱእ ነገር እዩ ማለት እዩ ሕጂ እዚ ኩሉ ዝገበረልና ንምንታይ ከም ዝኾነ ክንርኢ ንኽእል ኢና ማለት እዩ ንምስሊ ወዱ ክመስሉ ቀደም መደቦም መዲቡ ድማ ሱቕ ኣይበለን፣ ነዚ ምስሊ እዚ ዘብቅዐና ስራሕ ዅሉ ኸኣ ሰሪሑልና ማለት እዩ። ንእኡ ዚኸውን ጸጋ እውን ሂቡና፣ ንእኡ ዚኸውን መንፈስ ንሓይልን እውን ሂቡና ማለት እዩ። ስለዚ እዚ ዅሉ ኣንቢብና እንታይ ኢና ንብል ዘለና? ከምቲ ናይ ሎሚ ዓመት ሓሳብና ብቸርችና እንታይ እዩ ተዋሂቡና ዘሎ? ናብ ምልኣት ክንበጽሕ እዩ ተደልዩ ዘሎ ማለት እዩ። ምሉኣት ክንከውን፣ ብዅሉ ዕዙዛት ክንከውን እዩ ተደልዩ ዘሎ ማለት እዩ። እዚ ድማ ብኸመይ ኢና ዕዙዛት ክንከውን ንኽእል ወይ ብኸመይ ኢና ምሉኣት ክንከውን ንኽእል ወይ እውን ብኸመይ ኢና ናብ ምስሊ ወዱ ክንበጽሕ ንኽእል ወይ ክንመስል ንኽእል ዝብል ሓሳብ ድማ እቲ ዝሃቡና ንባዕሉ ሂቦምና ኣለዉ እቲ እቲ እቲ ምልኣቲ ካበይ ከም ዝርከብ እሱ ድማ እቲ ብበጽሕናኹ ኣብ ግብረ ሃዋርያት ዕስራ ዕስራን ሸውዓተን እንታይ ኢሉ ሓደ ካብቲ ንኣና ምሉኣት ዝገብረና ሓደ ጥራይ እውን ኣይኮነን ግን ናይ መጀመርታን ናይ መወዳእታን እውን ክኸውን ይኽእል እዩ እቲ ምኽሪ ኣምላኽ ወይ ድማ ሓሳብ ኣምላኽ ወይ ከኣ እታ ኣብ ካልኣይ ጢሞቴዎስ ሰለስተ ዓሰርተ ሸውዓተ ዘላ እተን ቅዱሳት ጽሑፋት ወይ ድማ ኣብቲ ውሽጢ እተን ቅዱሳት ጽሑፋት ዘሎ ናይ እግዚኣብሔር ምሉእ ዝኾነ ምኽሪ ወይ ምሉእ ዝኾነ ሓሳብ በዚ ኣብዚ ውሽጢ እዘን ቅዱሳት ጽሑፋት ዝተገልጸ ኩሉ ዓይነት ናይ እግዚኣብሔር ጸጋ ይኹን ስርዓት ይኹን ትእዛዝ ይኹን ምኽሪ ይኹን በዚ ኣብዚ ውሽጢ እዚ ቅዱሳት ጽሑፋት ዘሎ ሓሳብ ጌርና ኢና ናብ ምልኣት እንበጽሕ ማለት እዩ። ካብ ካልእ ኣይኮነን ዝመጽእ እቲ ምልኣት እግዚኣብሔር ንኣና ምሉኣት ክገብረና ካልእ ዝኾነ ነገር ሕጂ ሓድሽ ነገር ኣይክገብርን እዩ ማለት እዩ። ብምሉኡ ኣበይ ጌርዎ ኣሎ ኣብዘን ቅዱሳት ጽሑፋት ተቐሚጡልና ኣሎ ማለት እዩ። ሕጂ ንሕና እንታይ እዩ ናትና ሓላፍነትና እዚ ዓመት እዚ ይኹን ኩሉ ግዜ እውን ማለት እዩ እዚ ምኽሪ ኣምላኽ በብሓደ ንህይወትና ናይ እግዚኣብሔር ምኽሪ እንታይ ከም ዝኾነ፣ ምሉእ ክገብረና ዝኽእል ነገር እንታይ ከም ዝኾነ ዘርዚርካ ምርኣይ ኣብኡ ከኣ እቲ ክንእዘዞ ዝግበና ክንእዘዞ ኢና። እቲ ክንሰምዖ ዝግበና ምኽሪ ክንሰምዖ ኢና። እቲ ክንመሃረሉ ዝግበና ታሪኽ ናይ ቅዱሳን ከኣ ክንመሃረሉ ኢና። እቲ ተጠንቀቑ ዝበለና ድማ ክንጥንቀቐሉ ኢና ማለት እዩ። ኮታ እቲ ብምሉእ ኣብ መጽሓፍ ቅዱስ ዘሎ ናይ እግዚኣብሔር ቅዱስ ሓሳብ ንሱ እዩ ንሰብ እንታይ ዝገብሮ ምሉእ ዝገብሮ ማለት እዩ። ስለዚ ብሓጺሩ ከምዚ ክንብል ንኽእል ንኸውን ኣነ ሕጂ ወይ ከም ተጸቢኹም ንክትኮኑ ትኽእሉ ኢኹም ምኡዝ እንታይ እዩ ንሓደ ክርስትያን ሙሉእ ክገብሮ ዝኽእል እንተልኩምኒ ሰለስተ ነጥቢ ነገርኩም ነይረ ማለት እዩ ምናልባት እታ ቀዳመይቲ ኣይነገርኩዎምን እዞም ኣሕዋት ግን እታ ቀዳመይቲ ናብዚ ምልኣት ክተብጽሓና ክነግረኩም ውን ጸኒሐ እየ ኦረዲ ገሊኹም ሒዝክምኒ ትኾኑ ግን እታ ቀዳመይቲ መጽሓፍ ቅዱስ እያ እታ ካልኣይቲ ከኣ እሳ ውን መጽሓፍ ቅዱስ እያ እታ ሳልሰይቲ ውን መጽሓፍ ቅዱስ እያ ሕጂ መጽሓፍ ቅዱስ ሰለስተ እዩ እንታይ ማለት እየ በዚ መጽሓፍ ቅዱስ ክብለኩም ከለኹ ሕጂ ቀዳመይቲ መጽሓፍ ቅዱስ ኢለኩም ካልኣይቲ ጸሎት እንድሕር ኢለኩም፣ ሳልሰይቲ ሓይሊ ኣምላኽ እንድሕር ኢለኩም፣ እዚ ብምሉኡ ግን ኣበይ እዩ ዘሎ? ኣብ መጽሓፍ ቅዱስ እዩ ዘሎ ማለት እዩ። ስለዚ ኣምላኽ ባዕሉ እኳ ርእሱ ኣበይ እዩ ገሊጹ ዘሎ? ኣብ መጽሓፍ ቅዱስ እዩ ዘሎ ማለት እዩ። ስለዚ ንኣና ክንዓብየሉ፣ ክንከደሉ ዝሃበና ኩሉ ነገር ናይ እግዚኣብሔር ነገር ኣበይ እዩ ዘሎ? ኣብዘን ቅዱሳት ጽሑፋት እዩ ተቐሚጡ ዘሎ ማለት እዩ። ስለዚ ሓንትን ሓንትን እተድልየና ንኣና እንታይ እያ? ኣብዚ ቅዱስ ዘሎ ኣብዚ ቅዱስ ጽሑፋት ዘሎ ናይ እግዚኣብሔር ሓሳብ ምርዳእን እቲ ክንገብሮ ዝግበአና ከኣ ምግባርን እቲ ክንእዘዞ ዝግበአና ከኣ ምእዛዝን ጥራይ እዩ ዘድልየና ማለት ስለዚ ሎም መዓልቲ ምናልባት ኦረዲ ተረዲእና ኣሎ ናይ እግዚኣብሔር ዓላማ እንታይ እዩ? ሙሉኣትን ብኹሉ ዕዙዛትን ክንከውን እዩ። ከመይ ጌርና ኢና ዕዙዛት ንኸውን? በየናይ መንገዲ እዩ ዝብል ድማ በዚ ኣብዚ ቅዱስ ጽሑፋት ተጻሒፉ ዘሎ ወይ ከኣ ተሰኒዱልና ዘሎ ናይ እግዚኣብሔር ሓሳብ ጌርና ኢና ምሉኣት ንኸውን እንብል ኣለና ማለት እዩ። ሕጂ ምናልባት ንእሽተይ ናብቲ ዲተይል እንድሕር ኣቲና ከምዚ ክንርኢ ገለ ካብቲ ጠቕመና ኢለ ዝጸሓፍክዎ ሓሳብ ኣሎ ኣብ ኤፌሶን ምዕራፍ ኣርባዕተ ካብ ዓሰርተ ሓደ ክሳብ ዓሰርተ ሰለስተ ክንርኢ ሕጂ እንታይ ኢና ክንገብር ማለት እዩ ናብቲ ዝርዝር ወይ ከዓ ናብቲ እንታይ እዩ ኣብዚ ቅዱስ ፅሑፋት ዘሎ ሓሳብ ናይ እግዚኣብሔር እሞ ንቅዱሳን ከዓ ምሉእ ክገብሮም ዝኽእል ነገር ኢና ክንኣቱ ማለት እዩ እዞም ኣሕዋት ኬውጽኡና እዮም እሞ፣ ኣብ ኤፌሶን ኣርባዕተ ካብ ዓሰርተ ሓደ ክሳብ ዓሰርተ ሰለስተ ክንከይድ ኢና እሞ፣ ኵላትኩም ቅዱሳን መጽሓፍ ቅዱስኩም እንድሕር ኣውጺኹም ወይ ድማ ኣብዚ ስክሪን እንድሕር ተኸታቲልኩም ክንርኢ ኢና ማለት እዩ። የስ ኩላትና ንፈልጦ ሓቂ እዩ ብዘሎ ግን ሓደ ሓሳብ ኢና ክንርኢ ደልየ እንታይ እዩ ዝብል ዘሎ ኣብ ቁፅሪ ዓሰርተ ሓደ ኩላትና ናብ ሕብረት እምነት ናብ ፍልጠት ወዲ ኣምላኽ ናብ እኹል ሰብኣይ ናብ ልክዕ ምልኣት ብፅሕና ክርስቶስ ክሳዕ እንበፅሕ እቶም ቅዱሳን ነቲ ግብሪ ኣገልግሎት ንምህናፅ ስጋ ክርስቶስ ሙሉኣት እንደገና ምእንቲ ክኾኑ ኢሉ ንገሊኦም ሃዋርያት፣ ንገሊኦም ድማ ነብያት፣ ንገሊኦም ከኣ ወንጌላውያን፣ ገሊኦም እውን ጓሶትን መማህራን ክኾኑ ሃበ። ሕጂ እንታይ ኢና ክንርኢ ጸኒሕና መሲልኩም? ሕጂ እግዚኣብሔር ምሉኣት ክንኮን ከም ዝደልየና ርኢና ጸኒሕና። እዚ ናብ ምልኣት ዘብጽሓና ሓሳብ ከኣ ኣበይ እዩ ተቐሚጡ ዘሎ ኢልና ኣብተን ቅዱሳት ጽሑፋት ኢልና ተረዳዲእና እንዲና። ሕጂ ሕጂ ካብቶም ቅዱሳት ጽሑፋት እግዚኣብሔር ከም ማሕበር ይኹን ከም ግሊ ምሉኣት ወይ ናብ ምልኣት ክንበጽሐሎም ንኽእል ነገራት ክጠቅስ ከሎኻ ኣብ ኤፌሶን ኣርባዕተ ዓሰርተ ሓደ ንርእዮ ዘለና ሓሳብ እዩ ማለት እዩ። ናይ መጀመርያ እንታይ እዩ እቲ ናይ መጀመርያ ክርስትያን ምስ ደሓነ ናበይ እዩ ዝመጽእ ናብ ሕብረት እምነት እዩ ዝመጽእ ማለት እዩ እታ ናይ መጀመርያ እግሪ ምስ ደሓና ናብ ኢና ንመጽእ ናብ ሕብረት ቅዱሳን ናብ ሕብረት እምነት ኢና ንመጽእ ማለት እዩ ካብኡ ቀጺልና ድማ ንወዲ ኣምላኽ በታ ዝጀመርናያ ናይ ምድሓን ፍልጠት እናዓበና ናብዚ ፍልጠት ወዲ ኣምላኽ ንዓቢ ማለት እዩ ከምኡ ካብኡ ቀጺልና ድማ ናብ እኹል ሰብኣይ ናኸድና ንኸይድ ማለት እዩ። ክንውለድ እንከለና መንፈሳውያን ህጻናት ኮይንና ስለ እንውለድ ብግዜ ከኣ ናበይ ንኸይድ ናብ ሓደ እኹል ሰብኣይ ንበጽሕ ማለት እዩ። ናይ መጨረሻ መለክዒና ግን ናትና እኹል ብጽሕና ዘይኮነስ ናብቲ ልክዕ ምልኣት ብጽሕና ክርስቶስ ኢና ንበጽሕ ማለት እዩ። ናብዚ ክንበጽሕ እግዚኣብሔር እንታይ እዩ ገይሩ ብዚ እንድሕር ኢልና እቲ ኣብ ላዕሊ ዝጠቐስናዮም ሓሙሽተ ኦፊሳት እግዚኣብሔር ንቅዱሳኑ ዝሃቦም ሓሙሽተ ኦፊሳት ኣለዉ ማለት እዩ። ስለዚ ሓደ ካብቲ ቅዱስ ጽሑፍ ዝነግረና ሰብ ናብ ምልኣት ክበጽሐሉ ዝኽእል መንገድታት ክነግረና እንከሎ እቶም ሓሙሽተ ኦፊሳት እዮም። ንሳቶም ከኣ እንታይ እዮም? ሃወርያት፣ ነብያት፣ ጓሶት፣ መማህራን፣ ን ወንጌላውያን ማለት እዩ። እዚኦም። ሓደ እኳ ካብዚኦም ከየጉደለ ኣብ ሓድሽ ኪዳን ይሂቡና not only ኣብ ሓድሽ ኪዳን ብዙሕ ግዜ ምናልባት ንእሽተይ ኣነ ኣብዚ ቁሩብ ምእራም ዘድልዮ ዝመስለኒ ኣመለኻኽታ ንእሽተይ ክስታይ ክገብር ብዙሕ ዓይነት ትምህርቲ እኳ እንተሃለዎ ኣብዚ ዘመን እዚ ወይ እውን ቅድሚ ሕጂ ቅድሚ ብዙሕ ዓመታት ኤፌሶን ምዕራፍ ኣርባዕተ ዓሰርተ ሓደ ናይ ሓድሽ ኪዳን መጽሓፍ እዩ። ኣብ ሓድሽ ኪዳን ክንብል ከለና ከኣ መንፈስ ቅዱስ ብዓቢ ሓይሊ ኣብ ሓድሽ ኪዳን ወሪዱ እንከሎ እዩ እዚ መጽሓፍ እዚ ተጻሒፉ። ሕጂ መንፈስ ቅዱስ እዩ ከኣ እንታይ ገይሩና ሂቡና እቶም ውህበታት ብምልኦም ማለት እዩ ጎይታ ክንብል ንኽእል ኩሉ ሓደ እዩ ማለት እዩ። ሕጂ ትማሊ ባይብል ሳዲ እውን ከምኡ ምስ ኣሕዋት ንዛረብ ነርና እሞ ኣሕዋት ካብቲ ዝብልዎ ዝነበሩ እንታይ እዩ ናይ ጸጋ ውህበታት መንፈስ ቅዱስ እንከሎ እዩ ተዋሂቡ። ሕጂ ብዙሕ ሰብ ክርስትያናት እንዲና ከምዚ እቲ ነቲ ናይ ነቢነት ኦፊስ ወይ ናይ ሃዋርያት ኦፊስ ወይ ከዓ ናይ ኩላቶም ኦፊስ ንእሽተይ ከም ዘይኣድላይ ኮይኑ ዝስምዖም ሰባት ክዛረቡ ከለዉ እንታይ እዮም ዝብሉ መንፈስ ቅዱስ ኣለና እንዶ ይብሉ ማለት እዩ። ግን ዝዘንጋዕናዮ ነገር እንታይ እዩ መንፈስ ቅዱስ እንኮሎ ወይ እውን መንፈስ ቅዱስ እዩ ነዞም ኦፊስ እዚኦም እንታይ ዝገብረና ዘሎ ዝህበና ዘሎ ማለት እዩ ስለዚ እዞም ጸጋታት እዚኦም ንመንፈስ ቅዱስ ዝትክኡ ዘይኮኑስ መንፈስ ቅዱስ እኳ ክንዓብየሎም ወይ ናብ ምልኣት ክንበጽሐሎም ኢሉ ዝህበና ውህበታት ናይ እግዚኣብሔር እዮም ማለት እዩ ስለዚ ኩሉ ግዜ ከምኡ እውን ካልእ ሓደ ሓደ ጌጋታት እንታይ ኣሎ ንቃል ኣምላኽ ንመንፈስ ቅዱስ ብቓል ኣምላኽ ምትካእ ከኣ ይረኣ እዩ ማለት እዩ። ዘገድሰና ቃል ኣምላኽ እዩ። ሕጂ ሎም መዓልቲ ኣነ ካብቲ ዝምህሮ ዘለኹ ሓደ ነገር እንታይ ከም ዘይኮነ ንእሽተይ ከነጽረልኩም። ትምህርቲ ቃል ኣምላኽ እዩ ዘድልየና ኣይኮንኩን ዝምህር ዘለኹ። ምክንያቱ ትምህርቲ ቃል ኣምላኽ ሓደ ካብቲ ቅዱሳት ጽሑፋት ዝነግሮ ዳይ እምበር ኩሉ ኣይኮነን እንታይ ማለት እየ ንሕና ደልና ዘለና ኣብዚ መጽሓፍ እዚ ዝተጻሓፉ ዘበሉ ኩላቶም ዓይነት ናይ እግዚኣብሔር ጸጋታትን በረኸታትን ንሶም ኩላቶም ኮይኖም እዮም ንኣና ናብ ምልኣ ዘብጽሑና ኢና ንብል ዘለና እምበር ትምህርቲ እዩ ዘድልየካ ኣይኮና ንብል ዘለና ቃል ጥራይ እዩ ዘድልየካ ኣይኮና ንብል ዘለና መጽሓፍ ጥራይካ ክትፈልጥ ዘለካ ኣይኮና ንብል ዘለና ማለት እዩ ፍልጠት ቃል ኣምላኽ ሓደ ፓርቲ ደኣ እዩ እምበር ንኹሉ እንታይ እዩ ሽሙ ዝገብር ኣይኮነን ማለት እዩ ግን ድማ ከዓ እንተደይፈሊጥናዮም እዞም ኣብዚ ውሽጢ ቅዱሳት ፅሑፋት ዘለዎ ከዓ ክንበፅሕ ኣይንኽእልን ማለት እዩ ስለዚ እቲ መልሲ ሕጂ መፅሓፍ ቅዱስ ጥራይ ምፍላጥ ድዩ ዘድልየና ምኡዝ ኢልኩም ድሕሪ ሓቲትኩምን እንታይ ይኸውን መሲልኩም እቲ መልሲ እወ ከምኡ እውን ኣይኮነን እዩ መልሱ ሕጂ ንምንታይ እወን ኣይኮነን ዝኸውን መሲልኩም ኣይኮነን ዝበልኩሉ ምኽንያት ብምፍላጥ ጥራይ እቶም ክንእዘዞም ዝግበና እንተዘይተኣዚዝና እቶም ኣብ መጽሓፍ ቅዱስ ነቦታትና ዝሓገዞም ናይ እግዚኣብሔር ሓይልታት ኣብ ህይወትና እንተዘይተገሊጾም ከምኡ ዝበለ ካልእ ነገራትን ኮታ ኩሉ እቲ ምኽሪ ናይ እግዚኣብሔር ኣብ ህይወትና እንተዘይመጽኡ ብምፍላጥ ጥራይ እንታይ ክኾኑ ኣይክእሉን እዮም? ክንበጽሖ ኣይንኽእልን ኢና እዚ ዕብየት እዚ ወይ እዚ ምልኣት እዚ ማለት እዩ። እወ ዝበልኩ ድማ ነዚኦም ኩሎም ከይፈለጥካዮም ከኣ ክትቅበሎም እውን ኣይትኽእልን ኢኻ። እንተዘይፈሊጥካዮም እውን ክትደልዮም እውን ኣይትኽእልን፣ ሃሰስ ክትብሎም እውን ኣይትኽእልን፣ ክትብህጎም እውን ስለዘይትኽእል እቲ መልሲ እወን ኣይኮነንን እዩ ማለት እዩ። ኣይኮነ ዝኾነሉ ነጊረኩም ኣለኹ፣ እወ ዝኾነሉ ምኽንያት ከኣ ነጊረኩም ኣለኹ ማለት እዩ። ግን ኩሉ ብምፍላጥ እዩ ናብዚ ኩሉ እዚ መንገዲ እዚ እንኣቱ ማለት እዩ። ስለዚ ናይ ሎም መዓልቲ ትምህርቲ እንታይ ከም ዘይኮነ ክትሕዙ ዘድልየኩም ቃል ኣምላኽ ምፍላጥ ጥራይ ኣይኮንኩን ዝምህር ዘለኹ። ምክንያቱ ንሃዋርያት ቃል ኣምላኽ ምፍላጥ ረድእዎም እዩ። ናይ እግዚኣብሔር ሓይሊ ኣብ ልዕለኦም ምምጻእ እውን እንታይ ገይርዎም እዩ? ረድእዎምን ኣሳልይዎምን እዩ ማለት እዩ። ስለዚ ኩሉ እቲ ነቦታትና ዝረድአ ነገር እዩ ንኣና እውን ክረድኣና ዝኽእል። ኩሉ እቲ ነቦታትና ናብ ምልኣት ዘብጽሖም እዩ ንኣና ውን ናብ ምልኣት ከብጽሓና ዝኽእል ማለት ስለዚ ክንመቓቕሎ የብልናን ማለት እዩ ሓደ ሓደ ግዜ ከምዚ ዝተብሃልና ኢና ንመስል ገሊና ናይ ቃል ጽግዒ ክንሕዝ ናይ ገሊና ናይ መንፈስ ክንሕዝ ማለት ንምዃኑ መንፈስ ቅዱስን ቃል ኣምላኽን ጎኒ ጎን ጌርካ ተቐምጦም ኣይኮኑ ንምዃኑ መጽሓፍ ቅዱስ ብምልኡ መን ዝሃበና እዩ መንፈስ ቅዱስ ዝሃበና እዩ ማለት እዩ ስለዚ ኣብ ወልድ መንፈስ ቅዱስ ክንብል ከለና እሱ ነዚ መጽሓፍ እዚ ዝሃበና ኣካል ሥላሴ ደኣ እዩ'ምበር፣ ጎኒ ጎኒ ምስ ቅዱሳት ጽሑፋት ዝቕመጥ ወይ ብቅዱሳት ጽሑፋት ዝትካእ ኣምላኽ ኣይኮነን መንፈስ ቅዱስ። ክንፈልጦ ዝግበእና ነገር ኣሎ ማለት እዩ። ስለዚ ገሊና ናይ መንፈስ ቲፌዞ ገሊና ከኣ ናይ ቃል ኣምላኽ ቲፌዞ ክንከውን ኣይኮነን ናይ እግዚኣብሔር ሓሳብ ማለት እዩ። ስለዚ እዚ እንድሕር ኢለ እንታይ ይምህር ከምዘየለኹ እንታይ ይብል ከምዘየለኹ እንድሕር ሒዝኩምኒ ብሓፈሻ ኣብ መጽሓፍ ቅዱስ ብዙሕ ነገር እዩ ዘሎ። ስለ እግዚኣብሄር ነገር ተጻሒፉልና ኣሎ። ስለ ርእስና ካበይ ከም ዝመጻና ናበይ እውን ከም ዝኸይድ ተጻሒፉልና ኣሎ። ኣቦታትና ካብቶም ቀዳሞት ኣቦታት ጀሚሩ ከመይ ኢሎም ኣብ ቂድሚ ኣምላኽ ከም ዝተመላለሱ ተጻሒፉልና ኣሎ። እንታይ ምስ ኮኑ ደኺሞም እንታይ ምስ ኮኑ ወዲቖም እውን ተጻሒፉልና ኣሎ። እቶም ተመሊሶም ዝበርትዑ ከመይ ገይሮም ከም ዝበርትዑ እውን ተጻሒፉና ኣሎ። ከመይ ገይሮም ገሊኦም ከኣ ዓልዮም ከም ዝተረፉ እውን ተጻሒፉ ኣሎ። ኣብዚ መጽሓፍ እዚ ንኣና ክኸውን ንበረኸት ዝኾነና ነገር ክኸውን ኢሉ ዘይተጻሕፈ ነገር ብሓቂ የለን ማለት እዩ። እዚ መጽሓፍ እዚ እንታይ እዩ ብጣዕሚ ሃብታም መጽሓፍ እዩ። ከምዚ ዝበልክኹም ግን ኣብ ምፍላጡን ኣብ ምምሃሩን ጥራይ ኣይኮናን ከነተኩር ዘድልየና ማለት እዩ። ኩሉ እቲ ነቦታትና ዝረድኦም ኩሉ ነገር ከየትረፍና ከንሕዞን ክንሰምዖን ክንክተሎን ከድልየና እዩ ናብ ምልኣት ክንበጽሕ እንድሕር ኮይና ማለት እዩ ስለዚ ኖርማሊ ኣብ ዘፍጥረት ዘፍጥረት ንኣና እንታይ እዩ ቀዳማይ መጽሓፍ እዩ ብመስርዕ ተጻሒፉና ዘሎ ማለት እዩ ናይ ሓቂ ከዓ እንተሪኢኹሞ ዘፍጥረት ማለት መጀመርታ ናይ ሰብ እዩ ማለት እዩ ሰብ ከመይ ገይሩ ከም ዝተፈጠረ ንምንታይ ዓላማ እግዚኣብሔር ከም ዝፈጠሮን ዝዛረብ ሓሳብ እዩ ከምኡ ራእይ ዮሃንስ ከኣ ናይ መጨረሻ መጽሓፍ እዩ። ክትርእዮ እንከለኻ እውን ናይ ሰብ መጨረሻ ከመይ ክኸውን ከም ዝኾነ ኣበይ ኢና ንረኽቦ መብዛሕትኡ ኣብ ራእይ ዮሃንስ እውን ንርኢ ኢና ማለት እዩ። ሕጂ እቲ ኣቀማምጥኡ ንባዕሉ ኣጋጣሚ ይመስል እምበር ናይ ሰብ መጀመርታ ኣብ ዘፍጥረት እዩ ናይ ሰብ መወዳእታ እውን እቲ ኣብ ዘፍጥረት ዝተጀመረ ሰማይን ምድርን ዝተፈጥረ ኣብቲ ከኣ እንታይ ክኾን እኮ ሓሊፉስ ብኻልእ ነገር ከም ዝኸውን ንርኢ ኢና ማለት እዩ። ሕጂ እዚ መጽሓፍሲ ዘየዘንትወልና ጽቡቕ ነገር የለን ኣብዚ ማለት እዩ። ስለ ናይ እግዚኣብሔር ማንነት እውን ኣበይ ኢና ንረኽቦ ኣብዚ ቃሉ ኢና ማለት እዩ። ሕጂ ማንነቱ ብምፍላጥ ብጣዕሚ ንዕቤትና ወሳኒ ነገር እዩ ናይ እግዚኣብሔር ማንነት ናይ እግዚኣብሔር ፍቃድን ምፍላጥ ማለት እዩ ኣብ ዳንኤል ክነውፅኦ ዘይከለና ይኽእል ብቃለይ ክነግረኩም እኽእል ኣብ ዳንኤል 11 ሰላሳን ክልተን ብዙሕ ግዜ እኳ ካብታ ፍርቂ ኢና ነንብባ እታ ሓሳብ ግን እታ ልዕላኣ ዘላ ሓሳብ ኩላታ ጥቕሲ ሰላሳን ክልተን ተንቢብናያ ከዓ ፅቡቕ ሜቢ ሲነ ስለ ዘይነገርኩም እየ እምበር እንተውፂኹማ እውን ፅቡቕ ማለት እዩ ዳንኤል ዓሰርተ ሓደ ሰላሳን ክልተን ኦከ ረይዋ እዚኣ ኩሉ ግዜ ንሕና ካብታ ፍርቂ ኢና ነንብባ ግን ብሓንሳብ እየን ዘለዋ ከምዚ ኣብ ዕዳጋታት ኣብ ጥቕሲ ተቖሪጹ ስለ ዝጸንሐና ይመስለኒ እቲ ሓሳብ ካብኡ ኢና ንቕጽሎ ግን ረይዋ ብጣዕሚ ኢምፖርታንት እያ እታ ኣብ ላዕሊ ዘላ ነቶም ነታ ኺዳን ብረሲእነት ዝብድሉስ እናኣቃባጠረ ከስሕቶም እዩ እቲ ንኣምላኹ ዝፈልጥ ህዝቢ ግና ክብርትዕን ክገብርን እዩ ሞር ሰንስ ዘለዋ ወይ እውን ፍልልይ እትገብር ምስታ ላዕለወይቲ እንድሕር ኣንቢብካያ እታ ሓሳብ ማለት እዩ። እቲኦም እንታ ኮይኖም ስሒቶም እዚኦም እንታ ኮይኖም በርቲዖም ዝነግረና ዘሎ ራይዎ ሕጂ እቶም ቀዳሞት እንታ ኮይኖም እዮም ስሒቶም ማለት እዩ። ነታ ኪዳን ብረሲኢነት ስለ ዝበደሉ እቲ ዘስሕቶም እናኣቃባጠረ እንታ ክገብሮም እዩ ከስሕቶም እዩ እዚ ጸገሞም እዩ ማለት እዩ። እቶም ንኣምላኽ ዝፈልጥ ህዝቢ ግና ክብርትዕን ክገብርን ኢሉ ማለት እዩ። እቶም ካልኦት እንታይ ኮይኖም እቶም ካልኦት ከ እንታይ ኮይኖም በርቲዖም ክልቲኣ እዚኣ ኩሉ ግዜ መሊእና መሊእና እንድሕር ኣንቢብናያ ዝሓሸ ነገር እዩ ማለት እዩ ስለዚ ካብቲ ቅዱሳት ጽሑፋት ዝህቡና በረኸት ወይ ጥቕሚ እንታይ እዩ መንነት ኣምላኽ ስለ ዝነግሩና እዮም ማለት እዩ ንኣምላኽ ምፍላጥ ካታ ክገብረካ ይኽእል እዩ ከበርትዓካን ፍቓዱ ክትገብርን እውን የኽእለካ እዩ ማለት እዩ ስለዚ ኣፈጣጥራና ርኢና ናይ እግዚኣብሔር መንነት እውን ርኢና ካልኦት ኣቦታትና ከመይ ገይሮም ከም ዝተመላለሱ ርኢና ማለት እዩ ኣሜን መንሽን ጌረልኩም ኣይራእናዮን ዲተይል ሕጂ ከመይ ጌሮም እቶም ንእግዚኣብሔር ዘሐጎሱ እንታይ ስለ ዝገበሩ እዮም ንእግዚኣብሔር ሐጒሶሞ ኣብ መጽሓፍ ቅዱስ ኣለና ማለት እዩ ንበል ሕጂ ኢዮብ ፍጹም ጻድቕ ሰብ ነይሩ ክንብል ከለና ሕጂ ኣነ ብጣዕሚ እቲ ኣናበባና ቁሩብ ንእሽተይ ክቐየር ዘድልዮ እንታይ መሲልኩም ብሃውሪ ወይ በጋጣሚ ጥራይ ናንብብናየ ኣይንንበር ኢዮብ ከመይ ገይሩ እዩ ፍጹም ነይሩ? እቲ ፍጹም ዝገበሮ ህይወት እንታይ ይኽተል ስለ ዝነበረ እዩ? እንታይ ስለ ዝገብር ዝነበረ እዩ? ዝብል ኣነ ሕጂ ኣይህበኩምን ኢለ ሓሲበ ነይረ፣ ባዕልኹም መታን ክትፍትሹ ኣብ ብምሉእ እቲ ምዕራፋት ግን ደሓን ክህበኩም እየ። ኣብ ሰላሳን ሓደን እንድሕር ርኢናዮ ናይ እዮብ ታሪኽ ብምሉእ ሕጂ ኣይነውጽኦን ኣይነንብቦን፣ ኣብ ገዛኹም ኴንኩም ኣንብብዎ፣ ግን ኣብኡ ዘሎ ናይ እዮብ ሓሳብ ገለ ዋላ ኣነ ከንብበልኩም ንእሽተይ ከብለኩም መታን ንሽውሃት መኽፈቲ ኮነኩም ክትርእይዎ መታን ናይ እዮብ ሂወት ከመይ ጌሩ እግዚኣብሔር ፍጹም ጻድቕ ኢልዎ እንተሪእኹሞ እቲ ናብራኡ ርኣይዎ እሞ ንሕና እውን ንኡ ብምርኣይ ኢና ናብዚ ነገር እዚ ክንኣቱ ንኽእል ማለት እዩ ሕጂ ታሪኾም እንተደይ ፈሊጥና እቲ ፍጹም ዘበሎም ወይ ሙሉኣት ዘበሎም ኣብ ቅድሚ ኣምላኽ እንታይ ምዃኑ እንተሪእና ክንርኢ ንኽእል ኢና። ካብ ሓደ ጀሚሩ እንድሕር ኣንቢብኩሞ ብጣዕሚ ናይ እዮብ ህይወት ከመይ ከም ዝኾነ ክንሪኦ ንኽእል ኢና ማለት እዩ። ቅልጥፍ ቅልጥፍ ኢለ ከምዚ ኢሉ ናይ መጀመርያ ኖርማል ብዝመስል ሓሳብ ግን ራእይዎ ምስ ኣዒንተይ ክዳን ተኣታተኹ ከመይ ኢለ ደኣ ናብ ቆንጆ ግልጽ ክብል እቲ ግደ ኣምላኽ ካብ ላዕሊ እቲ ርስቲ ናይ እቲ ኩሉ ዝኽእል ካብ ላዕሊ እንታይ እዩ ጥፍኣት ንዓመጽቲ ጸገማውን ንገበርቲ እከይ ደይኮነን ዝመጾም ንሱስ ንመንገደይዶ ይርኣን እዩ? ንዅሎም ስጕምተይከ ኣይቈጻጸሮን ድዩ? ምስ ኰንቱነት ሕብረት እንተ ኣለኒ፣ እግረይ ናብ ጥልመት ትቕልጥፍ እንተ ዀይና፣ ኣምላኽ ንጹህ ምዃነይ ምእንቲ ኽፈልጥሲ፣ ኣነ ብቕኑዕ ሚዛን እመዘን። ሕጂ ብዛዕባ ህይወቱ እዩ ዝማጻደቕ ዘሎ። ቂድሚ ኣምላኽ ከመይ ይነብር ከም ዝነበረ፣ ቂድሚ እዚ መከራ እዚ ኣብ ህይወቱ ምምጻኡ ናይ እዮብ ህይወት ከመይ ከም ዝነበረ ገለ ነገር እየ ከስታ ክገብረኩም ደልየ። ስለዚ ርኣይዎ፣ ኣምላኽ ንጹህ ምዃነይ ምእንቲ ክፈልጥሲ፣ ኣነ ብቕኑዕ ሚዛን እመዘን ምስ በለ፣ ስጉምተይ ካብ መገዲ እንተ ዘቢለን፣ ልበይ ከኣ ደድሕሪ ኣዒንተይ ስዒቡ እንተ ዀይኑ፣ ኣእዳወይ ገለ ርስሓት ተጸይቐን እንተ ዀይነንሲ፣ ነቲ ዝዘራእክዎ ካልእ ይብላዓዮ፣ ፈልሰይውን ካብ ሱሩ ይመንቈስ። ርኣይዎ፣ ልበይ ብገለ ሰበይቲ ተሃንዚሉስ ኣብ ደገ ብጻየይ ተጸናትየ እንተ ዀይነ፣ እረ እዚ ነውሪ ፈራዲ ዝቐጽዖ ሓጢኣት እዩ፣ ክሳዕ ሲኦል ዝበልዕ ሓዊ ንጥሪተይ ክሳዕ ሱሩ ዘጥፍእ'ዩ እሞ፣ ሰበይተይስ ካልእ ሰብኣይ ንኻልእ ሰብኣይ ትጥሓን፣ ካልኦት ሰባት ውን ይሕቆፍዋ። ጊልያይን ገረደይን ምሳይ እንተ ተቋይቑስ፣ ንመሰሎም እንተ ንዓቅኩ። ብፍላይ ኣብዚታት ዘሎ ንእሽቶይ ዝመስል ነገር ርኣይዎ፣ ኣብ ዘመና ይኹን ኣብ ቀደም ብጣዕሚ ዓመጽ ካብ ዝካየደሎም ነገራት ርኣይዎ። እዮብ ኣብቲ ዘመን እቲ ኮይኑ ግልያይን ገረደይን ምሳይ እንተ ተቋየቁስ ንመሰሎም እንተ ነዓቅዎ ምሳይ ተባኢሶም ኢለሲ ንመሰሎም እንተ ነዓቅዎ so ሕጂ ሱቅ ኢሉ ኣይኮነን እግዚኣብሔር እዮብ ባርያይ ፍጹም እዩ ጻድቅ እዩ ክብለና እንከሎ ማለት እዩ ርእይዎ እዩ ምስ ባሮቱ ዘሎ ህይወት ይፈልጦ ምስ ኣዒንቱ እንታይ ዓይነት ኪዳን ተኣታትዩ ብከመይ ከም ዝነብር ይፈልጦ so እንታይ እያ ክብለኩም ደልየ ኢዮብ ብኸመይ ኢዩ ተፈትዩ ዝብል ሓሳብ ምጽናዕ ንሕና ውን ኣብ ቅድሚ እግዚኣብሔር ምስ ግዜ ምስ ጸጋ ኣምላኽ ናብዚ እግዚኣብሔር ብግብርና እንድዩ ዝፈትወና እግዚኣብሔር በተካይዳና እንድዩ ዝፈትወና ሱቕ ኢሉ እኮ ኣይኮነን እኮ ሱቕ ኢሉ ጸጋ ይበካ እምበር ሱቕ ኢሉ እኳ በቲ ሱቕ ምስክረልካ ኣይክእልን እዩ እግዚኣብሔር ማለት እዩ ሕጂ በተካይዳኡ እዩ ፈትይዎ ማለት እዩ ከምዚ ኢሉ፣ ኣምላኽ ምስ ተንሰዳ እንታይ ክገብር ምስ ተቖጻጸረኒስ እንታይ ክምልሰሉ እየ? እዚ ስለ ዝፈልጥ እዩ ምስኣቶም ምስቶም ባሮቱ ብጣዕሚ ብጽድቂ ዝመላለስ ነይሩ ማለት እዩ። ካልእ እውን ንእሽተይ ከንበልኩም እቲ ንኣይ ዝፈጠረ ኣብ ማህጸን ወላዲቱ እውን ንእኡ ዝፈጠሮ እቲ ኣብ ከርሲ ወላዲተይ ዝሃነጸኒ ሓደ ዶ ኣይኮነን እዩ? እዚ ምርዳእ እዚ እዩ ሕጂ ምስቶም ባሮቱ ብንጽህና ክመላለስ ዝገብሮን። ኣይገርመኩም ረእዎ ሕጂ እቲ ምርዳእ ብጣዕሚ ፈውሲ ነገር ከም ዝኾነ ክትርእይዎ፣ እዮብ እንታይ ኢሉ እዩ ዝኣምን? እቲ ንኣይ ዝፈጠረ ኣብ ማህጸን ወላዲተይ ንእኡ ፈጠሮ። በቃ ፈጣሪና ሓደ እዩ ማለት ማዕረ ኢና እዩ ዝበሎ። ስለዚ ማዕረ ስለ ዝኾና ማዕረ ክብሪ እዩ ዝግበና። ብማዕረ ትሪት ክግበር ኣለዎ እቲ ጊልያ እቲ ባርያ እውን ማለት እዩ። ሶ ብሓቂ ብምሉእ እዚ ምዕራፍ ኣንብብዎ ንእሽተይ ገለ ክተንብቡ ንመጽሓፍ እዮብ ወይ ናይ ህይወት ኣካይዳ ብኸመይ ኣብ ቅድሚ እግዚኣብሄር ፍጹም ከም ዝኾነ ወይ ፍቱው ከም ዝኾነ ክትርእዩ ኢለ እየ ዝጠቕሶ ዘለኹ i think very important እዩ ርግጸኛ እየ ከኣ ከም ዝፈተኹሞ ማለት እዩ ንምንታይ እየ ከምኡ ዝብል ዘለኹ መሲልኩም so እዮብ ብምንታይ እዩ ተመስኪሩሉ ኣብዚ ባዕሉ እንታይ ገይሩልና ኣሎ ናይ ቀደም ህይወቱ ክዛረብ ከሎ ነጊሩና ኣሎ ስለዚ እቲ ቅዱሳት ጽሑፋት እቲ ጥቕሞም እዚ እዩ ማለት እዩ እቶም ዕዉታት ኣቦታት እንታይ ይገብሩ ስለ ዝነበሩ፣ ብኸመይ ዓይነት መንገዲ ይመላለሱ ስለ ዝነበሩ ኣብ ቅድሚ እግዚኣብሔር እዮም ተፈትዮም እንድሕር ርኢና እግዚኣብሔር ንዓና ከኣ ከምኡ ምስ ገበርና እንታይ ክገብረና እዩ ማለት ከምኣቶም ክፈትወና እዩ ማለት እዩ። ፈትወና እዩ ክብለኩም ከለኹ እግዚኣብሔር ኦረዲ ፈቲና እዩ ብሕጂ እንታይ ክፈትወና ከይትብሉኒ ብኸምኡ ዓይነት ኣይኮንኩን ዘለኹ እግዚኣብሔር ኣድሒኑናን ኣጽዲቑናን ተቐቢሉናን እዩ ማለት እዩ። ግናኸ ከም እዙዛት ውሉድ፣ ከም ፍቑራት ውሉድ ኣብ ቂድምኡ ከመይ ክንኮን ከም ዘለና ከኣ መጽሓፍ ቅዱስ ይነግረና እዩ ማለት እዩ። ካልእ ናብ ዳዊት እንድሕር ኣሕልፈኩም ከኣ ዳዊት እዚ ከም ልበይ ኢልዎ። ብጣዕሚ ሕጂ ዳዊት እንታይ ይገብር ስለ ዝነበረ እዩ ከም ልበይ ተባሂሉ ኢለ ኩሉ ግዜ ይሓስብ ማለት እዩ። ታሪኹ ከኣ ናብ ቀዳማይን ካልኣይን ሳሙኤል ከምኡ ነገስታት ይኹን ዜና መዋእል ይኹን ኮታ መዝሙር ዳዊት ይኹን መቸም ስለ ዳዊት ኣብ ብዙሕ ስለ ተጽሓፈ ብፍላይ ብፍላይ እቲ ህይወቱ ኣገልግሎቱ ከመይ ከም ዝነበረ እንድሕሪኹሞ ኣብ መዝሙር ዳዊት እንተሪእኹሞ ናይ ናይ ዳዊት ህይወት ብሓቂ ዝፍቶ ሰብ እዩ ኢልካ ንስኻ እውን ብዓቕምኻ ክትምስክረሉ ትኽእል ናይ እግዚኣብሔር ባርያ እዩ ማለት እዩ ሕጂ ንሕና ድማ ከምኡ ክንፍቶሲ እዘን ቅዱሳት ጽሑፋት ምምርማርን ምርዳእን ካብኣተን ምልብምም ምልባምን ከድልየና እዩ ብኣተን ምልባምን ከድልየና እዩ ማለት እዩ ስለዚ እዘን ቅዱሳት ጽሑፋት እዚአን ዝሓዛኦ ብዙሕ ነገር እዩ ዘሎ እሱ ድማ እዩ ንኣና ናብ ምልኣትን ናብ ፍጽምናን እንተ ክገብረና ዝኸእል ከብጽሓና ዝኸእል ማለት እዩ ስለዚ ኣነ ምናልባት ሎም መዓልቲ ማለት እዩ ካልእ እንተ ዘይገበርኩ ማለት እዩ ንመጽሓፍ ቅዱስኩም ኣዚኹም ክተፍቅርዎ ግዜ ጌርኩም ኣኽቢርኩም ክተንብብዎ እሞ እቲ ዓይነት ኣናባባ እውን ከምዚ ዝበልኩኹም እዞም ኣቦታት ናብ ቅድሚ እግዚኣብሔር ዝተፈተውሲ ብምንታይ እዩ እንታይ ይገብሩ ስለ ዝነበሩ እዮም ኣገልግሎቶም እንታይ ይመስል ስለ ዝነበሩ እዮም ኢልኩም ሓሲብና ነዚ ክንርኢ ንክንረክብ እንድሕር ኬና ኢና ከኣ ብዙሕ ነገር ንረክብ ማለት እዩ። ከምቲ ዳዊት ዳዊት ሱቕ ኢሉ ኣይኮነን ፈውሲ ሕልና ኣይኮነን መጽሓፍ ቅዱሱ ዘንብቦ። ክትርእይዎ እንከለኹም ኣብ መዝሙር ሚእትን ዓሰርተ ትሽዓተን ዓሰርተ ሸሞንተን እንታይ ኢሉ ኣብ ቃልካ ተኣምራት መታን ክርእስ የዒንተይ ክፈተለይ ማለት እዩ። ሱቕ ኢሉ ምሕላፍ የለን ናብ ዳዊት ማለት እዩ። ምናይ ግድን ናይ ግድን ኣብቲ ውሽጢ ቃሉ ተሓዚ እዩ ዘሎ በረኸት ክረኽቦ ኣለዎ ዳዊት እምበር ስቕ ኢሉ ከሕልፎ ኣይደልን እዩ ነይሩ ማለት እዩ ስለዚ ንሕና እውን ኣብኡ ዘሎ ተኣምራታት ክንርኢ ዒንትና ከፍተና ክንጽልን ከምኡ እውን ግዜ ጌርና ንመጽሓፍ ቅዱስና ክነጽንዖን ከድልየና እዩ ማለት እዩ ስለዚ ሓደ ኣየንብቦን እየ ግን ናይ ዳዊት ሓሳብ ኣብ መዝሙር ዳዊት ካብቲ ዝገርመን ነገር ዳዊት ኣነ ይገርመኒ ብዙሓት ነገስታት ናይ ኣሕዛብ ነገስታት ኣዕርኽቲ ነይሮሞ። ዳዊት ግን ክሳብ ዝነግስ ጥራይ ናብ ናይ ፍልስጤም ከይዱ ከም ዝነበረ እንተ ዘይኮይኑ፣ ዓርኩ እግዚኣብሄር እዩ። ሓዘኑ ምስ እግዚኣብሄር፣ ሓጎሱ ምስ እግዚኣብሄር፣ ኩሉ ነገሩ ምስ እግዚኣብሄር እዩ ዝካፈል ነይሩ ማለት እዩ። ክበኪ ትርእይዎ፣ ክሕጎስ ትርእይዎ፣ ግን ኩሉ ምስ መን? ምስ እግዚኣብሄር ማለት እዩ። ስለዚ እንታይ ኮይኑ እንታይ ኮይኑ ከም ልበይ ዘይብሎ እንታይ ኮይኑ ዘይፈትዎ ማለት እዩ። ኣነ ብጣዕሚ ይትንክፈኒ ናይ ዳዊት ነገር ማለት መዝሙሩ ንኣምላኽ ብኽያቱ ንኣምላኽ ሓዘኑ ንኣምላኽ ትምክሕቱ ብኣምላኽ ኩሉ ነገሩ ብኣምላኽ እዩ ማለት እዩ ሓደ ካብቲ ኣብ መዝሙር 147 ቁፅሪ 11 ዘሎ ኣብ ዘመኑ እግዚኣብሔር እንታይ ከም ዝፈቱ እንታይ ከም ዝደልን ክነግረና እንከሎ ኣብቲ መዝሙራቱ ኣብ 11 ድሕረ ውፅኻለይ ሲና ሓወይ ኣይነውቲ እቲ ናይ ዓንተቦ ንግዝያዊ ቃል ይሂበኩም እምበር እታ ናይ ሎም መዓልቲ ሓሳብ ምስኡ ትኸይድ ኣብቲ ዓሰርተ ሓደ እያ ዘላ እንታይ ኢልዎ ኣሎ ጽቡቕ እግዚኣብሔር በቶም ዝፈርህዎ ንጸጋኡ ንጽበዩ ይሕጎስ ብፍላይ ወይ ኣብ ትሕታኣ ወይ ኣብ ልዕላኣ ዘላ ሓሳብ እንድሕር ኣውጺኹማ ኣይ ቲንክ ዓሰርተ ይመስለኒ ኣብዚ መደምደምታ ዝበጽሓሉ ባቃ ራይዋ እዚኣ ሕጂ ንሓይሊ ፈረስ ኣይብህጎን በእጋር ሰብ ኣይሕጎስን እንታይ ደኣ ብምታይ ደኣ ይሕጎስ እስኪ ናብቲ ዓሰርተ ሓደ ምለሳ ሲና ሓወይ ንሓይሊ ፈረስ ኣይብህጎን፣ በእጋር ሰብ ኣይሕጎስን፣ ብምንታይ ድኣ ይሕጎስ እንድሕ ኢልኩሞ፣ ናይ መጀመርያ እግዚኣብሄር በቶም ዝፈርህዎ ንጸጋኡውን ዝጽበዩ ይሕጎስ። ብጣዕሚ እቲ ዝገርም ነገር ዳዊት ገሊኦም በፍራስ ገሊኦውን ብሰረገላታት ይእመኑ ንሕና ግና ብእግዚኣብሄር ኣምላኽና ኢና ንእመን። እዚታት ዝብል ሓሳብ ብምሉኡ ናይ ምእማን ነገር ኣብ መዝሙር ዳዊት ብጣዕሚ ብብዝሒ ኢኹም ትረኽብዎ ማለት እዩ። ሽሕ ግዜ እኳ መዝሙር ዳዊት ኣብ ነፍሲ ወከፍ እቲ መጽሓፍ መን ከም ዝጸሓፎ እኳ ክንፈልጦ ይግበኣና እንተኾነ ግን ዝበዝሕ ናይ ዳዊት ህይወት ምስዚ ዝብለኩም ዘለኹ ሓሳብ ዝኸይድ እዩ ማለት እዩ። ሕጂ ነቦታትና እንታይ ኣዐዊትዎም ሓደ ካብቲ ዳዊት ክነግረና እንከሎ ከኣ ንጸጋኡ እንታይ ይገብሩ ስለ ዝነበሩ እዮም ይጽበዩ ስለ ዝነበሩ እዮም። ንእግዚኣብሔር ይፈርህዎ ስለ ዝነበሩ እዮም። እዚ ኩሉ ኣበይ ኢና ንረኽቦ ዘለና? ኣብዘን ቅዱሳት ጽሑፋት ኢና ንረኽቦ ዘለና ማለት እዩ። ሕጂ ሓሳበይ ናብ ምጥቕላል ብርግጽ ክገብር እየ። ናይ ዳዊት ህይወት እቲ እግዚኣብሔር ዝፈትዎ ምክንያት ከዓ ኣብቲ ታሪኹ ብምኻድ ክትርእይዎ ትኽእሉ ኢኹም። ኩሉ ናይ ጎይታና ናይ መድሓኒና የሱስ ክርስቶስ ህይወት ድማ ነብኡ ከመይ ገይሩ ከም ዘኽበሮ ከዓ ኣብተን ኣርባዕተ ወንጌላት እንድሕር ሪኢኹሞ ብእውነት በቃ መጽሓፍ ቅዱስ እዩ ዘድልየና ክንብል ከለና ሓቅና ኢና ማለት እዩ ምክንያቱ ካባይ ተምሃሩ ከዓ ኢሉና ኣሎ ጎይታ ክንምሃረሉ ከም ዘለና እውን ነጊርና ኣሎ ስለዚ እተን ወንጌላት ሓደ ግዜ ባይብል ስታዲ ከምኡ ጌርና ነርና እስኪ ጎይታ ካባይ ተምሃሩ ዝበለናሲ እንታይ እዩ ዝገብር ነይሩ ውዕልኡ እንታይ ይመስል ነይሩ ከመይ ገይሩ ንእግዚኣብሔር ኣሐጒስዎ? ብእኡ ዝሰመርኩ ፍቱው ወደይ ክብሎ ዝኸኣለስ ብምንታይ እዩ? ሕጂ ከም ሰብ ኢና ንዛረብ ዘለና ንጐይታ ከም ሰብ ክመላለስ እንከሎ ማለትና እዩ ማለት እዩ። ሕጂ ብጣዕሚ ናይ ጸሎት ህይወት ነይርዎ። ኦኬ ስለዚ ኣገዳሲ ነገር እዩ ማለት እዩ እዚ ነገር እዚ ናብ ምልኣት ከብጽሓና ማለት እዩ። ብጣዕሚ ናይ ቃል ኣምላኽ ምልኣት ነይርዎ ጐይታ። ስለዚ እዚ ነገር እዚ ኣገዳሲ እዩ ማለት እዩ። ንሓጢኣተኛታት ምስኦም ከይዱ ውዒሉ ንኦም መሲሉ ኣይኮነን ዝምለስ ብርግፅ ጎይታ ንኦም ክመስል ኣይክእልን እዩ ግን ናብኡ ንዖም ኣምሲልዎም እዩ ንዖም መሲሎም እዮም ዝምለሱ ማለት እዩ ጎይታ ናብ ሓደ ሓጢኣተኛ እንድሕር ከይዱ እቲ ሓጢኣተኛ ብሓጢኣትነቱ ኣይቅፅልን እዩ ማለት እዩ ናብ ዘኪዎስ ይኣቱ ዘኪዎስ ናብ ንስሓ ይመፅእ ኣሎ እምበር ብኡ ገይሩ ኣይቅፅልን እዩ ማለት እዩ ማርያም ናብኡ ትለግብ ንሳ ንኡ ትመስል እምበር ንሱ ንካልእ ክመስል ኣይክእልን እዩ በርግፅ ብርእሱ ማለት እዩ ጎይታ ጥራይ ዘይኮነስ ኩላትና ከምኡ ዓይነት ጸጋ ውን ክወሃበና ዝከኣል ነገር እዩ ማለት እዩ ከም ሰብ ስለ ንዛረበሉ ዘለና ንጎይታ so ሕጂ ጎይታ ከመይ ገይሩ እዩ ንእግዚኣብሔር ኣቦኡ ብፍጹም ኣሐጒስዎ እንተ ኢልኩሞ I mean እንድሕር ኢልና ኣብተን ወንጌላት ኢና እንረኽቦ ማለት እዩ ለይቲ ለይቲ ብጣዕሚ ይጽሊ ነይሩ ቀትሪ ቀትሪ ከኣ ትምህርቲ ይምህር ነይሩ ማለት እዩ ብጣዕሚ ናይ ቃል ኣምላኽ ትምህርቲ ብጣዕሚ ኣገዳሲ ነይሩ እሱ ጥራይ ኣይኮነን ናይ መንፈስ ቅዱስ ሓይሊ ከኣ ብሓይሊ ብልዕሉ እንታይ ይገብር ነይሩ ይዓይ ነይሩ ማለት እዩ ስለዚ እቲ ኩሉ ኣብ መጽሓፍ ቅዱስ ዘሎ ነቦታትና ዝረድአ ጸጋን ውህበትን ቃልን ታሪኽን ትምህርትን ብምሉእ ምኽርን ስርዓታት ኣምላኽን እዚ እዩ ብምሉኡ ተደሚሩ እዩ ናና እንታይ ዝገብረና ሙሉኣት ዕዙዛትን ፍጹማትን ዝገብረና ማለት እዩ ንምንታይ እዩ እዚ ኣነ ኣሕዋትና ብርግጽ ገሊጾሞ እዮም ተመሳሳሊ ሓሳብ ኢና ብርግጽ ነካፍለኩም ዘለና ግን ሓንቲ ስእሊ ከውጸና እዩ ሲነ ሕጂ ደይኮነ ኣብታ ክውድእ እንከለኹ ክነግሮ እየ ግን ብዙሕ ግዜ ከምዚ ንንጢርካ ከምዚ ሰለጅቲ ጌርካ ጥራይ ካብ መጽሓፍ ቅዱስ ሙሉእ ክትከውን ኣይትኽእልን ኢኻ ሙሉእ መጽሓፍ ቅዱስ እዩ ንኣኻ እንታይ ዝገብረካ ሙሉእ ዝገብረካ ማለት እዩ ስለዚ ናይ ሎሚ ኣርእስትና ዋላ ሜቢ ክትወስድዋ እንድሕር ደሊኹም ሰብ ወይ እውን ክርስትያን በቲ ሙሉእ መጽሓፍ ቅዱስና እንታይ ዝኸውን ሙሉእ ዝኸውን ማለት እዩ በቃ ሕጂ በቲ ኣብዚ ምሉእ መጽሓፍና ዘሎ ኩሉ ንኣና ዝጠቕመና ዘበለ ብምሉኡ ብኡ ኢና ምሉዓት ክንከውን ንኸእል ማለት እዩ። ሃወርያት እውን ክንርኢ ንኸእል ኢና። ሃወርያት ኣታ ቀዳመይቲ ቤተ ክርስቲያን ዝነበሩ ሃወርያት ብጣዕሚ ብዓብዪ ሓይሊ ይመላለሱ ነይሮም። ንእግዚኣብሔር እውን ብፍሉይ ኣኽቢሮም ሓሊፎም። እንታይ እዩ ነይሩ እቲ ናቶም ሰክረት? እንታይ እዩ ነይሩ እቲ ናቶም ፍሉይ ነገር? ካብቲ ሓደ ዝገብርዎ ዝነበሩ እንታይ ንኣብነት ሕጂ ኣብ ግብረ ሃዋርያት ምዕራፍ ሽዱሽተ ኣለና ብጣዕሚ ፈኮስድ ነይሮም ሃዋርያት እቲ ብፍሉይ እግዚኣብሔር ሓደራ ዝሃቦም መልእኽቲ ንኡ ገዲፎም ከይወፁ ብጣዕሚ ይጥንቀቑ ነይሮም ማለት እዩ ስለዚ እንታይ ይገብሩ ነቲ ከውፅኦም ዝኽእል ነገር ካልኦት ሰባት እናተከኡ ነቲ ቃልን ነቲ ጸሎትን ነቲ ቀንዲ ተፀውዕሉ መልእኽቲ ፈኮስ ይገብሩ ነይሮም እዚ ሓደ ጎይታና የሱስ ክርስቶስ እውን ኣብ ሉቃስ ኣርባዕተ ኣርብዓን ሰለስተን ከባቢ እውን ተሪእኹሞ ኣብ ሓንቲ ዓዲ በቃ ከንብርዎ ሓሲቦም ሰባት መፂኦም እንታይ ኢሎሞ ነይሮም ብፍላይ ኣይ ቲንክ ተንበብናያ እውን ፅብቕቲ እያ እዚኣ ይመስለኒ ሕጂ እንታይ እየ ሕጂ ኩሉ ኣብ መፅሓፍ ቅዱስ ዘሎ ሓሳብ ሎም መዓልቲ ክንጠቕሶ ኣይኮንኩን ደልየ ግን ገለ ገለ ሽውሃት መኽፈቲ እየ ክብል ደልየ እቶም ኣሕዋ እቶም ቅዱሳን ይኹኑ ጎይታና ይኹን ብኸመይ ብፍጽምና ኣብዚ ምድሪ ኣገልጊሎም ከም ዝሓለፉ ኣርብዓን ሰለስተ ኣርባዕተ ኣርብዓን ክልተን ክሳብ ኣርብዓን ሰለስተን ሉቃስ ኣርባዕተ ኣርብዓን ክልተን ኣርብዓን ሰለስተን ኣነ ከም ብበልኩም እየ ካብዚ ምስ ወግሐ ድማ ወጺኡ ናብ ጽምው ቦታ ከደ። እቶም ህዝቢ ከኣ ይደልይዎ ነበሩ። ናብኡ መጺኦም እውን ካባታቶም ከይከይድ ሓዝዎ። ንሱ ግና ስለዚ እተለኣኩ እሞ ንኻልኦት ዓድታት ድማ ብስራት መንግስቲ ኣምላኽ ክሰብከለን ይግብኣኒ እዩ በሎም። ኣብ ኣባይቲ ጸሎቶም ኣብ ኣባይቲ ጸሎት ገሊላ ከኣ ይሰብኽ ነበረ። ሕጂ ጐይታ ብጣዕሚ እቲ እተላእከሉ እቲ ካብ ሰማይ ዝወረደሉ ዓላማ ኩሉ ግዜ ኣብኡ እዩ ፎከስ ዝገብር ነይሩ ማለት እዩ። ሕጂ ጽቡቕ ኢና እኻ ኣብ ሓንቲ ዓዲ ኮፍ ከብሉኻ ማለት እዩ። ናብዚ ሕሙማት ክነምጸልካ ኢና፣ ናብዚ ብዙሕ ነገር ክነምጽእ ኢና፣ ንስኻ ኣብዚ ጥራይ ኮፈል በቃ። ግን ጎይታ እንታይ ኢሉ? ምእንቲ እዚ እየ ተላኢኸም። ሕጂ ንምንታይ ከም ዝተላእኸ፣ ምእንቲ ምንታይ ኣብዚ ምድሪ ከም ዘሎ ስለ ዝፈል ዝነበረ፣ ኩሉ ግዜ ነቲ ዓለምኡ ኸኣ ለይትን መዓልትን እንታይ ይገብረሉን ይተግሃሉን ነይሩ። እዚ ኩሉ ትምህርቲ እዚ ኣበይ ኢና ንረኽቦ? ሕጂ እውን ናብዚ እየ ክመልሰኩም። ኣብዘን ቅዱሳት ጽሑፋት እዩ ዘሎ ማለት እዩ። ስለዚ ንኣና ምሉእ ዝገብረና ነገር ወይ ናብ ምልኣ ዘብጽሓና ነገር ካብ ካልእ ብዙሕ ክንጽበ ኣይከድልየናን እዩ። ግን ኣብዚ መጽሓፍ'ዚ ዝተገልጸ ናይ እግዚኣብሔር ሓይሊ ከድልየና እዩ። ኣብዚ ቅዱስ መጽሓፍ'ዚ ዝተርኣየ ተርእዮታት ኩሉ እቲ ጽቡቕ ተርእዮታት ኣብ ሕይወትና ክመጽእ ከድልየና እዩ ማለት እዩ። ሕጂ ምንባቡ ጥራይ ዘይኮነ ከድልየና ዝብል ዘለኹ እቲ ዘንበብናዮ ብምሉኡ ናብ ሕይወትና ክመጽእ እንድሕር ተጊህና ብርግጽ ናብ ምልኣት ክንበጽሕ ኢና ማለት እዩ። ሕጂ ናይ ጎይታ ነጊረኩም ናይ ሃዋርያት ነጊረኩም ሓደ ካብቲ ዝጠቕሞም ዝነበረ ዓላማኦም ክሃርሙ ኣብቲ እግዚኣብሔር ዝጸውዖም እንታይ ይገብሩ ነይሮም ኣብኡ እዮም ዝያዳ ፈኮስ ዝገብሩ ነይሮም ማለት እዩ። ፈኮሶም ኣይስሕቱን ነይሮም ማለት እዩ። ዋላ እኳ ብዙሕ ዕድመታት እንተቐረበሎም ክወጹ ካብቲ ካብቲ መስመሮም ወይ እውን ካብቲ እግዚኣብሔር ዝጸውዖም ካብኡ ግን ይወጹ ኣይነበሩን ማለት እዩ። ካብ ጎይታ እዚ ክንመሃር ንክእል ካብ ሃዋርያት እዚ ሓሳብ እዚ ክንመሃር ንክእል ስለዚ ሎም መዓልቲ ኣይ ኖው ብዙሕ ነገር እኳ እንተተንከፍና ግን ኣነ ካብ መጀመርታ እውን ዝደልኽዎ እንታይ እዩ ብጣዕሚ ልብናን ቀልብናን ናብ መፅሓፍ ቅዱስና ክንመልስ እሞ በቲ ኣብኡ ዝተገልጸ ኩሉ ነገር ኣብ ሕይወትና እውን ክግለጽ እናጸለና ናብዚ ምልኣት እዚ ክንበጽሕ እዩ እግዚኣብሔር ዝደልየና ዝብል ሓሳብ ከትሕዘኩም ስለ ዝደለኹ እየ ማለት እዩ ኣብ መጨረሻ እንታይ ክብል ምደለኹ ነዚ ቅዱስ ጽሑፍ እዚ ክነንብቦ እንከለና ብጣዕሚ ክጠቕመና መታን እንታይ ክንገብር ኣለና ዝብል ሓሳብ ንእሽተይ ገለ ክዛረብ። ወይ እውን ከምዚ ሕጂ ስብከታት ክንሰምዕ እንከለና ትምህርታት ክንሰምዕ እንከለና ካብ ዝተፈላለየ ዩቱብ ዩቱብ ክኸውን ይኽእል ከምዚ ካብዚ ላይቭ እውን ክኸውን ይኽእል ኮታ ክነንብቦ እንከለና እውን እንታይ ከድልየና እዩ እዚ ቅዱስ ጽሑፍ እዚ ብጣዕሚ ጠቓሚ ዝኸውን መኣስ እዩ ዝብል ሓሳብ ገለ ነገር ክነግረኩም እሞ ክንወዲ ኢና ማለት እዩ ሶ ራእዩ ሕጂ ሲነ ገለ ጥቕስታት ካብተን ዝሃብኩዋ ሓንቲ ለሰይ ግብረ ሃዋርያት ሸሞንተ ሰላሳ እንድሕር ጀሚርና ግብረ ሃዋርያት ሸሞንተ ሰላሳ ቅዱሳት ጽሑፋት ብጣዕሚ ክጠቕሙና መታን እንታይ ኢና ክንገብር ዘለና? ኩላትና ንፈልጦ ታሪኽ እዩ። ኩላትና ንፈልጦ ታሪኽ እንታይ ኢሉ ካብዚ ቅድሚት ከንብብ ኦከ ፊሊጶስ ናብኡ ጎዩ ነቢ ኢሳያስ ከንብብ ሰምዖ እሞ እቲ ተንብቦስ ተሰውዕሎ ዶ ኣለኻ በሎ ኢልዎ ሕጂ ኣንብቡ እንደ ኢለኩም ኣንብቡ ናብ መጽሓፍ ቅዱስ ንምጻ እንዲና ተባሂልና ግን ኣብቲ ብርግጽ ብምንባብ ጌርካ ኢኻ ናብ ምስተውዓል ትመጽእ ክተንብብ እንተዘይሓሲብካ ክተንብብ ተዘይጀሚርካ ክተስተውዕል ውን ስለዘይትኽእል ምንባብ ቁልፊ ነገር እዩ ወይ ውን መጀመርታ እዩ ግን መወዳእታ ኣይኮነን ማለት እዩ ሕጂ ምክንያቱ ኣንቢቦም ውን ዘይተጠቐሙ ሰባት ንርኢ ኣለና ኣብ ግብረ ሃዋርያት ሸሞንተ ሳላሳ ማለት እዩ ሕጂ ፊሊጶስ እንተዘይረድኦ ነይሩ ንሱ ውን እንተዘ ቁኑዕ ኮይኑ ከምዚ ትሑት ኮይኑ ርእሱ ኣትሒቱ እንተዘይሓቶ ነይሩ እታ ኢሳያስ ሓምሳን ሰለስተን ዘንብባ ዘሎ እዚ ስሉብ ኢትዮጵያዊ እንታይ ከም ትብል ከይተረድኦቶ ክምለስ ይኽእል ነይሩ እዩ ካብ የሩሳሌም ማለት እዩ ስለዚ ንኣና እውን ከምዚ ዳዊት ኣብ ቃልካ ኣብ ሕግካ ተኣምራት ክርኢ እንተይ ክፈተለይ ኢልና እንተዘይጸሊና ክነስተውዕል እንድሕር ዘይወሲና ብርግጽ ከምኡ ክኾነና ይኽእል እዩ ማለት እዩ ስለዚ ብምንባቡ ጥራይ ዘይኮነስ ካብኡ ሕልፍ ኢልና ኢና ክንጥቀም ንኽእል ዝብል ሓሳብ እንደ ክነግረኩም ደልየ ፊሊጶስ እምበኣር ምስ ሓተቱ እንታይ ኢልዎ? እታ እታ ጥቕሲ ቀጺላ ዘላ ሰላሳን ሓደን እንድሕር ርኢኹማ እንታይ ኢልዎ? ሓደ እኳ ዝምህረኒ ዘይብለይሲ ከመይ ኢሉ ይኾነለይ ኢልዎ። ሕጂ እምበኣር ሓደ ካብቲ ቅዱሳት ጽሑፋት ክጠቕሙኻ ዝኾኑ ዝምህሩኻ ከድልዩኻ እዮም ማለት እዩ። ትምህርቲ ከድልየካ እዩ ማለት እዩ። ብኻልኦት ትምህርቲ ከድሊ እዩ ማለት እዩ። በዛ ሓሳብ እዚ ክንሪኦ እንከለና ማለት እዩ። እዚ ሕራይ እንታይ ኢልዎ፣ ንሱ ኸኣ ሓደ እኳ ኸይመሃረ ከመይ ኢሉ ይኾነለይ? በለ። ንፊልጶስ ከኣ ደይቡ ምስ ኣቖመጥ ነሞነ ኢልና እቲ ብድሕረኡ ዝኾነ ታሪኽ ኩሉ ንፈልጦ ኢና ማለት እዩ። ስለዚ ኣብዚ እንታይ ኢሉ ኣሎ፣ ትምህርቲ ከም ዘድልዮ ተዛሪቡ ኣሎ። ስለዚ ብርግጽ እግዚኣብሄር እውን መማህራን ክህብ ከሎ፣ ጓሶት ክህብ እንከሎ፣ እዞም ኩሎም ሓሙሽተ ኦፊሳት ክህበና እንከሎ እውን ስለ ዘድልየና እዩ ማለት እዩ። ስለዚ ካብዞም ከምዚኦም ዓይነት ኦፊሳትን ጸጋታትን ክንጥቀም ክንመሃር እዚ ናይ መጀመርታ ሓሳብ ክኸውን ይኽእል እዩ ማለት እዩ። እቲ ካልኣይ፣ ኣብ ሉቃስ ዕስራን ኣርባዕተን፣ ኣርብዓን ኣርባዕተን ክሳብ ኣርብዓን ሓሙሽተን ዘሎ ሓሳብ ኢና ክንርኢ። ኦከ ንሱ ድማ እዚ እቲ ምሳኻትኩም ከለኹ ኣብ ሕጊ ሙሴን ነቢያትን መዝሙራትን ብዛዕባይ እተጻሕፈ ኩሉ ክፍጸም ይግብኦ እዩ ኢለ ዝነገርኩኹም ቃለይ እዩ በሎም። ኣርብዓን ሓሙሽተን ቀጺሉ ኸኣ ሽዑ ነተን ጽሑፋት ከስተውዕልወን ኣእምሮኦም ከፈተሎም። ስለዚ ኣብዚ ኸኣ መን እዩ ነተን ቅዱሳት ጽሑፋት ክነስተውዕለን ኦእምሮና ዘኸፍተልና ዘሎ? ጎይታ እዩ ወይ ኣምላኽ ወይ መንፈስ ቅዱስ ኢና ማለት እዩ ክንብል ሕጂ ሓደ ሰብ ክምህረካ ከም ዘድሊ ርኢና ኣለና ካልኣይ ድማ ባዕልኻ እውን እንታይ ክትገብር ኣለካ ጎይታ እውን ኦእምሮ እንታይ ይገብር ይኸፍት እዩ ኣጸቢቑ ይኸፍት ክተስተውዕል ይገብረካ እዩ ግን እንታይ ከድልየካ እዩ ኣብዚ ማለት እዩ ከም ዳዊት ጎይታ ኣብ ሕግኻ ተኣምራት ክርእስ የዒንተይ ክፈተለይ ምባል ናይቲ ሰብ ሓላፍነት እዩ ማለት እዩ ስለዚ ጎይታ ኣብዚ ኸኣ ኣእምሮኦም ከም ዝኸፈተሎም እሞ ነተን ጽሑፋት ከስተውዕሉን ከም ዝኸኣሉ ሕጂ እቲ በረኸት ኣበይ እዩ ዘሎ ተልኩሞ ኣብቲ ምስትውዓል እዩ ዘሎ ማለት እዩ ኣብዚ ናይ እዘን ቅዱሳት ጽሑፋት በረኸት ኣበይ እዩ ዘሎ? ኣብቲ ምስትውዓል እዩ ማለት እዩ። ኣብኡ ጥራይ ጠጠው ኣይ ኣይክብልን፣ ክንቅጽል ኢና። ምናልባት ክንቅጽል ኢና ክብለኩም ከለኹ ካብ ምስትውዓል ሓሊፍና ከኣ እንታይ ኢና ክንገብር ዘለና ዝብል ሓሳብ ፍሉጥ እዩ። ኣብ መጨረሻ እቲ ክንመሃረሉ ዘለና ክንመሃረሉ ኢና፣ እቲ ክንጥንቀቐሉ ዝኣዘዘና ክንጥንቀቐሉ ኢና፣ እቲ ክንሰምዖ ዘለና ክንሰምዖ ኢና፣ እቲ ክንደግሞ ዘይብልና ክንደግሞ የብልናን ታሪኽ ናይ ኣቦታት። እቲ ክንእዘዞ ዘለና ድማ ክንእዘዞ ኢና ማለት እዩ። እታ ናይ መወዳእታ ንሳ እያ። ብኣኣ ጌርና ኢና ናብ በረኸት ንኣቱ ከም ዓይኒ ሓቂ ማለት እዩ። ብዘይምእዛዝ ናብቲ እግዚኣብሔር ደልዎ ዘሎ ሓሳብ ክትኣቱ ፈጺምካ ኣይትኽእልን ማለት እዩ። ግን ኩሉ እቲ ኣብ መጽሓፍ ቅዱስ ዘሎ ሓሳብ ገለ ክትእዘዞ ዘድሊ፣ ገለ ክትሰምዖ ዘድሊ፣ ገለ ነቲ መጠንቀቕታታት ምስማዕ እዩ ዘድልየካ፣ ገለ ከኣ ነቲ ታሪኽ ምምሃር እዩ ዘድልየካ ማለት እዩ። ሕጂ ኩሉ ክከም ዘድልዮ ኣብ ብብዘድልዮ ኢና ንህይወትና ክንወስዶ ዘለና ማለት እዩ። መዝሙር ዳዊት ሚእትን ዓሰርተ ትሽዓተን ቁፅሪ ሽዱሽተ ወይ ኣርባዕተ ካብ ኣርባዕተ ክሳብ ሽዱሽተ ክንርኢ እሞ እ፣ ናብ ምውዳእ ገፅና ክንከድና ዳዊት ከምዚ ኢሉ እንደገና ከተባብዐኩም ፈቱ መዝሙር ሚእትን ዓሰርተ ትሽዓተን ሚእትን ሰብዓን ሽዱሽተን ጥቕስታት እዩ ዘለዋ እ፣ ክተንብቧ ብጣዕሚ እ፣ ክላበወኩም ይደሊ ምክንያቱ ብዛዕባ ናይ እግዚኣብሔር ቃል ፍቅሪ ብጣዕሚ ሒዝዎ ዳዊት ብዛዕባኡ ዝተዛረቦ ነገር ስለ ዝኮነ ማለት እዩ እስኪ ቁፅሪ ኣርባዕተ ንርኣ እስኪ መዝሙር ሚእትን ዓሰርተ ትሽዓተን ኣርባዕተ እግዚኣብሔር ትእዛዛቱ ዝህብ እግዚኣብሔር ቃሉ ዝህብ ንምንታይ እዩ ንምንታይ ንምንታይ ኣብዚ ከውጽኡልኩም ንጽበ ኣለኹ እምበር ኣነ እኳ ኦረዲ ኣብኡ ኣለኹ ግን ረይዋ ጽቡቕ ኣጸቢቑ ምእንቲ ክሕሎ ትእዛዛትካ ኣዘዝካ ባቃ ዳዊት እንታይ ዝብ ዘሎ ትእዛዝ እግዚኣብሔር ንምንታይ ከም እግዚኣብሔር ንምንታይ ከም ዝኣዘዞ እዩ ዝዛረብ ዘሎ ክንምህረሉ ጥራይ ኣይኮነን ክንሰብከሉ ጥራይ ኣይኮነን ክንመሃሮ ጥራይ ኣይኮነን ኢንጆይ ክንገብሮ ጥራይ ኣይኮነን ግን ናይ መወዳእታ እቲ ፋይናል እግዚኣብሔር ዝደልዩ እንታይ እዩ ብርግጽ እውን ብኡ ጌርካ ኢኻ ናብቲ በረኸት ትኣቱ ናብቲ ሓሳብ ኣምላኽ ትኣቱ ኣጸቢቑ መታን ክሕሎ ትእዛዛትካ እንታይ ገበርካ ኣዘዝካ ዳዊት ትእዛዛት ኣምላኽ ንምንታይ ከም ዝተኣዘዘ እዩ ዝፈልጥ ክሕሎ መታን ከም ዝተኣዘዘ እዩ ዝፈልጥ ማለት እዩ ስለዚ እዚ ከዓ ብጣዕሚ ወሳኒ ነገር እዩ ማለት እዩ ብዙሓት ዓወታት ሰኣን ምእዛዝ ተንጠልጢሎም ተሪፎም ዘለዉ ብህይወትና ከም ዘለዉ ፍሉጥ እዩ ማለት እዩ። እዚ ነገር እዚ እንድሕር ጌርና ድማ ናብዚ ዓወት እዚ ከም ንበጽሕ ናብዚ ምልኣት እዚ ከም ንበጽሕ ፍሉጥ እዩ። ምኽንያቱ እቶም ዝተኣዘዝዎ ናብዚ ብጽና እዚ ስለ ዝበጽሑ ማለት እዩ። ካልእ ዳዊት ቃል ኣምላኽ ክበርሃሉ ብጣዕሚ እዩ ዝደሊ ነይሩ። ቅድሚ ሕጂ እውን ተዛርበ ይፈልጥ እየ ኣብዚ። ግን ኣብኡ ስግር ኢልና ሲና ካብኡ ከይወጻኻ እንከለኻ ሳላሳን ሰለስተን እንድሕር ካብ ሳልሳን ሰለስተን ክሳብ ሳልሳን ኣርባዕተን ዘሎ ኣብቲ ኣብ ኣብታ ምዕራፍ ሚእትን ዓሰርተ ትሽዓተን እንተሪኢና ከኣ ክንሪኢ ኢና። እዚኣ ኢልና ክንውድእ ኢና። ከምዚ ኢሉ ወእግዚኣብሔር መንገዲ ስርዓታትካ መሃረኒ ክሳዕ መወዳእታ እውን ክሕልዎ እየ። ሕጂ ዳዊት ንእግዚኣብሔር መሃረኒ ክብሎ እንከሎ እንታይ ክገብሮ ደልዩ እዩ? እንታይ ክገብሮ ደልዩ ማለት እዩ ክሕልዎ ስለ ዝደለ እዩ ማለት እዩ ሕጂ ከምዚ ዓይነት ልቢ ሒዝና እንድሕር ናብዘን ቅዱሳት ጽሑፋት መጺና ኢና ናብዚ ዕብየት እዚ ናብዚ ምልኣት እዚ ክንበጽሕ እዩ እቲ መልእኽቲ ማለት እዩ እንተዘይኮይኑ ግን ብሓቂ እቲ እግዚኣብሔር ደልዎ ዘሎ ዕብየት ናብ ህይወትና ብምንባብ፣ ብምስትውዓል ጥራይ፣ ብምምሃር ጥራይ፣ ብምስባኽ ጥራይ ክመጽእ ከም ዘይክእል ፍሉጥ ነገር እዩ። እዚ ናይ መወዳእታ እቲ ክንሰምዖ ዘለና ክንሰምዕ፣ እቲ ክንገብሮ ዘለና ክንገብር፣ እቲ ክንእዘዞ ዘለና ክንእዘዝ፣ እቲ ክንመሃረሉ ዘለና ክንመሃረሉ፣ ኮታ ኩሉ እቲ ዝደልየና እንተ ኮይንና ጥራይ ኢና ናብዚ ነገር እዚ ንበጽሕ ዝብል ሓሳብ እዩ። ኣምላኽ ይመስገን እግዚኣብሄር ኣብዚሑ ይባርኩም። ኣብ ኔክስት ድማ ክንቅጽል ኢና ኣብቲ ግዜና ምስ ኣኸለ ማለት እዩ። እግዚኣብሄር ይባርኩም። ፓስተረይ ኣብዚ ካክልና ዓሰርተ ክልተ ኢና ንውድእ ምሽ። ሰዚ ንጸሊ እሞ ክንውድእ። እግዚኣብሔር ቅዱስ ኣምላኽ ነመስግነካ ኣለና ስለ ዝደገፍካኒ እግዚኣብሔር ኣምላኽን ኣሕዋተይ እውን ክሰምዑ ስለ ዝደገፍካዮም ተመስገን እግዚኣብሔር ኣምላኸየ ኩሉ እቲ ንስኻ ትደልዮ ኣብ ቃልካ ከም ዘሎ ምሂርካና ኣለኻ እግዚኣብሔር ኣምላኸ ንልብና ንሓሳብና ናብ ቃልካን እግዚኣብሔር ኣምላኸይ ናብቲ ዝሃብካና መፅሓፍን ከቕንዕ እሞ ኣብኡ ዘሎ ኩሉ እቲ እግዚኣብሔር ኣምላኸይ ንገብሮ ዘለና ኩሉ ክንገብር ክትድግፈና እውን ንጽሊ ኣለና እግዚኣብሔር ንህዝብኻ ደግፎ ንዓይ ደግፈኒ እግዚኣብሔር ኣምላኸይ ኣብ ቃልካ ዘሎ በረኸት ኩሉ ተጠቀምቲ ክንከውን ኣብ ዘመንና ርድኣና ስለ ዝሰማዕኻና ስለ ዝደገፍካና ተመስገን ክብሪ ኩሉ ከኣ ንዓኻ ይኹን ብስም የሱስ ኣሜን።